ጎይቶኦም ሃይለማርያም ድዩ ዝበሃል ንሱ? እወ። እቲ ልዓረር ኣይተወለድናን ዝበል ቆልዓ እንድዩ። እወ። እዚ ደራፊ ድዩ ታይ እዚ ረሳሕ እዩ እዚ ናይ ጥበብ ናይ ህዝቢ ክብሪ ናይ ምግዳል ክብሪ ዘይፈልጥ መሃይም እዩ እዚ ደራፊ ኣይኮነን። ሰላም ዝኸበርኩሙን ፍትዋትን ቤተሰብ ናይዚ ቻናል ከመይ ትኾኑ ለሚ ውን ከምቲ ልሙድ ብዝተፈላለዩ ዛዕባታት መፅኤኩም ኣለኹ ቅድሚ ግን እዚ ቻናል ንኽዓቢ እዚ ቪድዮ ድማ ናብ ኻልኦት ንኽበፅሕ ላይክ ሼር ኮሞንት ብዓብዩ ድማ ሳብስክራይብ ብምግባር ጀምርዎ።

ምስራሕ የድሊ። መንግስቲ ፌዴራል ኣብ ልዕሊ ትግራይ ካሊእ ውግእ ናይ ምኽፋት ድሌት የብሉን። ኣብ ትግራይ ዝግበር ውግእ ረብሓ የብሉን። ድሌትና ብሓባር ምዕባይ እምበር መንግስቲ ፌዴራል ዝመደቦ ባጀት ንልምዓት ዘይኮነስ ንወታደራዊ መውዓላ የውዕሎ ኣሎ። እዚ ተግባር ልክዕ ኣይኮነን ክብል ድማ ብተወሳኺ ሓቢሩ ኣሎ። ንትግራይ ዘድልያ ልምዓት ስለዝኾነ ብሰለማዊ መንገዲ ብሓባር ክንሰርሕ ይግባእ። መራሕቲ ህወሓት ኩሉ ነገር ኣይመችዎምን። መጀመርያ ጌታቸው ይኹነልና ኢሎም ኮይኑሎም ፀኒሖም ይውረደልና ኢሎም ቀፂሎም ታደሰ ይኹነልና ኢሎም ታደሰ ኮይኑሎም ሕዚ ታደሰ ይውረደልና ክሳብ ዝብሉ ንፅበ የለና ኣብ ፖለቲካዊ ህወሓት ዘይተለመደ ፀላኢኻ መሓዛኻ ምግባር ዝብል እዩ እስቲ ከም ፀላኢ ንረኣ ዝነበርና ሕዚ ምሳና ስልጣንን ሒዞም እኮ ይሰርሑ ኣለው ኣነን ጌታቸውን ብሓባር እንትንሰርሕ ዝረኣየ እዚ መንግስቲ ዝረኣየ እዚ መንግስቲ ተረዳዲእኻ ንምስራሕ ኣይምቹን ክበሃል ይኽእል ብወገን ትግራይ ስምምዕነት ፕሪቶርያ ይጣሓስ ኣሎ። ህወሓት ነቲ ስምምዕ ከኽብር ኣለዎ፣ ውዕሊ ፕሪቶርያ ብዋንነት ዝተፈራረምና ምስ ጀነራል ፃድቃንን ጌታቸው ረዳን ኣሰፋ ኣብርሃን እዩ። ንፕሪቶርያ ይእፈልጦ እየ። ፕሪቶርያ ፕሪቶርያ እንትበሃል ግና ኣነ ድማ ይደናገር ኣለኹ። ወለደቶ እናሃለየት ዝሓቖፈቶ ኣዶ እየ በለት ከም ዝበሃል እዩ። ብወገን ትግራይ ዋና ተደራደርቲ ዝነበሩን ዝተደራደሩናን ሓቢርና ድርድር ዝገበርና ምስ ጀነራል ፃድቃን ገብረትንሳኤ፣ ኣይተ ገታቸው ረዳን ኣይተ ኣሰፋ ኣብርሃ እዩ ካልኦት እውን ነይሮም ብኣናዊ ግን ዝነበሩ እውን ይፍለጡ እዮም ንዓቶም እንትንሓቶም ዝተዛረቡኒ ነገር ኣሎ ኣብቲ ቦታ ዘይነበሩን ንፕሪቶርያ ዘይፈልጡን ሰባት ግን ፕሪቶርያ ይከበር ይብሉ። ኣብ ኹናት ትግራይ ሓደ ሚልዮን ትግራዋይ ጠፊኡ እና ክበሃል ንሰምዕ ነይርና ንሕና ዋላ ከምኡ ከምዘይነበረ እንተፈለጥና ዝኾነ ከይበልና ስቕ ኢልና ሕጂ እቶም ከምኡ ሓደ ሚልዮን ህዝቢ ሞይቱ ዝብሉ ዝነበሩ መራሕቲ ትግራይ ባዕላቶም እናወጹ ሓደ ሚልዮን ሃሊቑ ዝበሃል ዘሎ ንፕሮፖጋንዳ እምበር መን ቆጺርዎ እዩ ፍጹም ሓሶት እዩ ይብሉና ኣለዉ። ትማሊ ኣብ ዘካየዱ ፓርላማ ከምዚ ዝብል ሓድሽ መግለጺ ሒዙ ከም ዝወጸ ተፈሊጡ ኣሎ። ዋና በዓል ሃፍቲ ትግራይ ዝኾኑ ዶክተር ዘርኡ ገብረሊባኖስ ብቕልጡፍ ናብ ሕጊ ክቐርቡ ኣለዎም ተባሂሉ ኣሎ። ምኽንያቱ ድማ ብዝሓለፈ ቅድሚ ሰለስተ ኣዋርሕ ኣቢሉ ካብ ኣባጋዳ ኦሮሞ፣ ፈተውቲ ትግራይን ፈተውቲ ህዝቢ ትግራይን ዝኾኑ ነበርቲ ኦሮሞ ኣባጋዳ ዝበሃሉ ቅድሚ ሰለስተ ወርሒ ንተፈናቐልቲ ትግራይ ንፅጉማት ትግራይ ተባሂሉ ዝተለኣኸ ሓገዝ ክሰብ ሕጂ እቲ ሓገዝ ኣብ ኢድ ዘርኡ ገብረብርያኖስ ከምዘሎን ንተመዛበልቲ ኮነ ንጽጉማት ንጽጉማት ከምዘየብጽሐ እዩ እናተነገረ ዝርከብ ዘሎ። እዚ ብርክት ዝበለ ሰለስተ ነጥቢ ሰለስተ ሚልዮን ብርን ክልተ ሚእቲ ኩንታል ምሽ ዒልቦን ንተፈናቐልቲ ወም ድማ ንጽጉማት ከብጽሐልና ተባሂሉ ዝተባህወ ሓገዝ ክሳብ ሕጂ ንኣስታት ሰለስተ ወርሒ ዝኣክል ኣብ ኢዱ ሒዝዎ ነቶም ዝግብኦም ከባጻጽሐሎም ከምዘይከኣለ'ዩ እናተነገረ ዝርከብ። ሰለስተ ወርሒ ምስ ዝገበረ ዝተለኣኸ ሓገዝ ንምንታይ ከምዘይኣከፋፈሎ እኳ ንምርግጋጽ እተደወሉ፣ ስልኪ ከምዘይልዕሎምን ስልኩ ከምዝዓጽወምን እዮም ተናጊሮም ዘለዉ እዞም ገበርቲ ጽቡቕ ማለት እዩ። ስለዚ ካብዚ ብምብጋስ ድማ እስካብ ማዕሮ ካብ ኦሮምያ ንትግራይ ሰብ ልኢኾም ንምንታይ ከምዘይኣከፋፈሎ ኬድኩም ሓቲትኩም እዎ ምጹ፣ እንተዘይ ዘከፋፍሎ ተዘይኮይኑ ድማ ሃበና ባዕልና ክናከፋፍኖ ኢና ኢልኩም ጭቡጥ ዝኾነ መልሲ ሒዝኩም ምጹ ተባሂሎም ብዝሓለፈ ካብ ኣባጋዳ ዝተውጻእጸኡ ዝተፈላለዩ ኣካላት ምምጸኦም እውን ተፈሊጡ'ሎ። ስለዚ ካብዚ ብምብጋስ ድማ እዚ ሰለስተ ነጥቢ ሰለስተ ሚልዮን ቅርሽን እዚ ክልተ ሚእቲ ኩንታልን ኣንሕና ገባሪ ጽቡቕ ኢኻ ሃፍታም ሰብ ኢኻ ኢልና ኢና እሙን ኢኻ ኢልና ኢና ሂብናካ እምበር ማዕረ ክንድዚ ኣይመስለናን ነይሩ ከምዚ እንተኾይኑ ግን ባዕልና ክንዕድሎ ኢና ናብ ኢድና መልሰልና ከምዝበልዎ እውን ተፈሊጡ ማለት እዩ። ካብዚ ብምብጋስ ድማ እዚ ከምዝተላእኾም ዝፈለጡ ተማዛበልቲ ትግራይ ኮነ ፅጉማት ትግራይ ብሓፈሻ ድማ ህዝቢ ትግራይ ኩሉ ማለት እዩ እዚ ንሓደ ውድብ ሸቃጣይ እምበር ንሓደ ውድብ ተለኣኣኻይ እምበር ንፍፁም ንፅጉማት ክሕግዝ ተራእዮ ኣይፈልጥን። እቲ ቅድሚ ሕጂ ዝገብሮ ዝነበረ ሓገዝ እውን ብግዝኢቱ እዩ። ሓደ ነገር እንትሕግዝ ሓደ ነገር ስለዝግበረሉ እዩ። እዚ ግን ምንም ዓይነት ጥቕሚ ስለዘይብሉ ካብ ፈተውቲ ዝመፀ እኽሊ እስካብ ሕጂ ክዕድለና ኣይከኣለን፣ ቐልጢፉ ናብ ሕጊ ክቐርብ ኣለዎ ተባሂሉ ኣሎ። ይኹን ደኣምበር ዘርኡ ገብረሊባኖስ እዚ ኣብ ክንዲ ምግባር ትማሊ ዕለት ዓሰርተ ሸሞንተ ወርሒ ክልተ ክልተ ሽሕን ዓሰርተ ሸሞንተን ኣመተ ምህረት ኣጋብእ ንውሕስና ብሄር ብዝብል ርእሲ ዘለዎ ጉባኤ ብተወለድቲ ዓዲ ተጋሩ ትማሊ ኣብ መቐለ ዘተ ከምዝተኻየደ ተፈሊጡ ኣሎ። ዘርኡ ገብረሊባኖስ ስለ ህወሓት እንታይ ይምልከቶ ዝበሉ ሓደ ሓደ ተኸታተልቲ ከም ዝስዕብ ድሕሪ ምንጋሩ እዩ። ሕጋዊ ኣፍልጦ ውድብ ህወሓት ንክምለስ ሕቶ ኣቕሪብና ኢና። ጉባኤ ህዝባዊ ርክባት መንግስቲ ፌዴራል ኣብ ዝገበሮ ዘተ ሕጋዊ ኣፍልጦ ውድብ ህወሓት ንክምለስ ሕቶ ኣቕሪብና ኢና ክብሉ ኣይተ ዘርኡ ገብረሊባኖስ ገሊፆም። እዚ ዝተገለፀ ጉባኤ ህዝባዊ ርክባት ኣጋብእ ንውሕስና ብሄር ብዝብል ርእሲ ትሕዝቶ እቲ ጉባኤ ኣብ ዝዘተዩሉ ክሳብ ሕዚ ዝተሳለጠሉ ሓፈሻዊ ስራሕቲ መብርሂ ኣብ ዝሃብሉ እዋን እዩ። ዕላማ ህዝባዊ ርክባት ትግራይ ኣብ ትግራይ ዝተፈጠረ ቅልውላው ፖለቲካዊ ንምፍታሕ ኣነ ብወገነይ እንተ ክብርክት ብዝብል ሓሳብ ብግዱሳት ተጋሩ ዝተጣየ ሽም ዘይመንግስታዊ ትካል ምዃኑ እውን ብተወሳኺ ገሊፆም ኣለው። ትካል ህዝባዊ ርክባት ትግራይ ካብ ዝፈትሖም ፀገማት ኣብ መንጎ ውድባትን ሰራዊትን ኣመራርሓን ዝነበረ ኣፈላላይ ብውሕሉል ኣካይዳ ክፍታሕ ክኽእሉ እዮም እውን ኢሎም። ድሕሪ ደማዊ ኲናት ብዛዕባ ውዕሊ ፕሪቶርያ ብርክት ዝበሉ መድረኻት ዘተ ድሕሪ ምግባር ኣብ መንጎ ኣመራርሓ ውድብ ህወሓትን ግዝያዊ ምምሕዳርን ዝነበረ ናይ ምፍልላይ ቅርሕንቲ ንምፍታሕ ፃዕሪ ከምዝተገበረን ምስ መንግስቲ ፌዴራል ኣብ ዝተገበረ ዘተ ተፈናቐልቲ ናብ መረበቶም ንክምለሱ ሕጋዊ ኣፍልጦ ውድብ ህወሓት ንምውሃብ ዳግመ ህንፀት ትግራይ ንክጅመር ፖለቲካዊ ዘተ ውድባት ንክሳለጥ ብ ብናይ ፖለቲካዊ ኣፈላላይ ካብ ትግራይ ወፂኦም ኣብ ሓራ መሬትን ኣዲስ ኣበባን ዘለዉ ናይ ትግራይ ተመሊሶም ሰላማዊ ቃልሶም ንከካይዱ ንክሕግዝ ብመልክዕ ሕቶ ከም ዘቕረብናን ብተወሳኺ ድማ ፕረዚደንት ታደሰ ናብ ስልጣን ድሕሪ ምምፀኦም ኣሳዳድን ተሰዳድን ከይህሉ ብዕምቆት ከም ዝተዘተዩ ድሕሪ ምዝኽኻር ህዝቢ ድማ ንመሪሕቲ ከም መራሕቲ ዘይምርኣይን ዘይምኽባርን እውን ጌጋ ምዃኑ ኣይተ ዘውዱ ገብረሊባኖስ ወሲኾም ወቒሶም ኣለዉ። ብተወሳኺ ትግራይ ደላዪ ሰላም እምበር ፃሕታሪት ኲናት ከምዘይኮነት ንምግላፅ ጉባኤ ህዝባዊ ርክባት ትግራይ ብተወሳኺ ትግራይ ደላዪት ሰላም እምበር ፃሕታሪት ኲናት ከምዘይኮነት ንምግላፅ ጉባኤ ህዝባዊ ርክባት ትግራይ ምስ ዝተፈላለዩ ኣካላት ዲፕሎማሲያዊ ርክባት የካይድ ከምዘሎ እውን ተገሊፁ'ሎ። እቲ ጉባኤ ብዋናነት ኣብ ውሽጣዊ ልዝብ ተጋሩ ኣድሂቡ ትግራይ ምስ ጎረባብቲ ዝህልዋ ሰላምን ዘላቒ ረብሓን ንምርግጋፅ

ምስ ኣቦታት ሃይማኖታትን ኣባገዳታትን ኦሮሞ፣ ምስ ክልል ኣምሓራን ካልኦት ዲፕሎማሲያዊ ርክባት ምክያዱ ተዛሪቦም። ካሊእ ኣባል ጉባኤ ህዝባዊ ርክባት ትግራይ ዝኾኑ ሓጋዚ ፕሮፌሰር የማነ ዘርኣይ ኣብ ዝሃብዎ ሓሳብ ህዝቢ ትግራይ ክፋል ሉኣላዊ መሬቱ ኣብ ትሕቲ ወረርቲ ወዲቑ ህዝቢ ኣብ ስደትን ሞትን እናሃለወ ሓድነት ስኢንና ኣብ ከቢድ ሓደጋ ስለዘለና ኣያምበል ዝብል ኣንቃሒ ይውሕድ ስለዘሎ ካብዚ ብምብጋስ ደው ኢልካ ምሕሳብን ምልዛብን ይጠልብ ኢሎም። ተሳተፍቲ እቲ መድረኽ ኣብ ዝሃብዎ ሓሳብ ድማ፣ ጉባኤ ህዝባዊ ርክባት ትግራይ ካብ ኣዕፅዕንቶ ውሱናት ኣካላት ወፂኡ ንረብሓ ትግራይ ዝስርሐሉ ኣገባብ ክውግን ከምዘለዎ እውን ብተወሳኺ ኣተሓሳሲቦም ኣለው። ኣብዚ ሒደት መዓልትታት ዝተመስረተት ውድብ ስምረት ንፈለማ እዋን ጉባኤ ኣካይዳ። ኣብ ዘካየደቶ ስብሰባ ድማ ሓዱሽ መግለፂ ሒዙ ከምዝወፀ እውን ተፈሊጡ ኣሎ። ኣብ ዝሓለፈ ሰሙን መስራታይ ጉባኤ ዘሰላጠ ውድብ ዲሞክራሲያዊ ስምረት ትግራይ ትማሊ ዓሰርተ ሸሞንተ ጥቅምቲ ክልተ ሺሕ ዓሰርተ ዓሰርተ ሸሞንተ ዓመተ ምህረት ናይ ፈፃሚት ጉዳያት ፈለማ ኣኼባኡ ኣብ ከተማ ኣዲስ ኣበባ ኣሳሊጡ ኣሎ። ኣብ ህልው ኩነታት ትግራይ ህዝቢ ትግራይን ኣድሂቡ ክዕምቆ ዝዘተየ ፈፃሚ ጉዳያት ውድብ ስምረት ናይ ቀዳምነት ቀዳምነት ንዝወሃቦ ገዘፍቲ ኣንፈታት ኣነፂሩ ንመስርሕ ቃልሲ ሓገዝቲ ዝኾኑ ዝተፈላለዩ ዘፈራት ውድብ ስምረት ብምጥያሽ ንፁራቱ መደባት እውን ኣቐሚጡ ኣሎ። ኣብዚ ትማሊ ዝተሳለጠ ፈለማይ ኣኸባ ፈፃሚ ጉዳያት ውድብ ስምረት ኣብ ህልው ሰላምን ፀፅታትን ትግራይ ኣብ ፖለቲካዊ፣ ማሕበራዊን፣ ቁጠባውን ቅልውላው ከምኡ እውን ኣብ ጉዳይ ምምላስ ተመዛበልትን ግዝኣታዊ ሓድነትን ትግራይ ኣብ ምኽባርን ግዜ ሂቡ ብዕምቆት ብምዝታይ ዝተፈላለዩ ኣንፈት መደባት ኣነፂሩ ኣሎ። ብመሰረት እዚ ኣብዚ ሕዚ እዋን ናይ ዝለዓለ ትኹረትና ጉዳይ ተመዛበልቲ ብህፁፅ ናብ መረበቶም ምምላስን ግዝኣታዊ ሓድነት ትግራይ ክኽበር ምግባርን እንትኸውን እዚ ብዘይምሽርራፍ ንምትግባር ድማ ምስ መንግስቲ ፌዴራልን ካልኦት ዝምልከቶም ኣካላትን ብሓባር ብምዃን ብዕቱቡ እናፍለጡ ቁልፊ ናይ መደብና ኣንፈት ምዃኑ ፈጻሚ ጉዳይ መን ውድም ስምረት ገሊጹ ነይሩ ኣሎ። ነዚ ተጀሚሩ ዘሎ ተስፋ ህዝቢ ተበግሶ ድማ ኩሉ ኣመራርሓ ኣባልን ውድብ ስምረት ኣድላዩ ዝኾነ ኩሉ መዳያዊ ድጋፍ ክህብ ጸዊዑ ኣሎ። ብዘይካዚ ኣብዚ ሕዚ እዋን ኣብ ትግራይ ብዘሎ ስግኣት ሰላምን ጸጥታን ህዝብና ኣብ ከቢድ ናይ ኹናት ሻቕሎት ተሸሚሙ፣ ፖለቲካዊ ቁጠባውን ማሕበራውን ጸገማት ተወሲኽዎ ተስፋ ዝቖረጸ መንእሰይን ምሁራንን እግሮምን ናብ ዝመርሖም ስደት ይውሕዙ ኣለዉ። ሰብ ሃፍትን ትካላትን ብሰንኪ ስግኣት ጸጥታን ሰላምን ገሊኦም ንትካሎም እንዳዓጸዉ ገሊኦም ድማ ናውቲ ትካሎም እንዳናቐሉ ይወጹ ኣለዉ። ቁጠባዊ ምንቅስቓስ ትግራይ፣ ተጋሩን ዝተዳኸሙሉን ህዝባዊ ሰማይ ብዝዓረገ ከቢድ መነባብሮ ኣብ ዝተጸገመሉ እዋን ኣብ ዝርከቡ ኮይኑ ውሑዳት ናይቲ ድሑሩን ዓንዳራይን ጉጅለ ኣመራርሓን ዋርድያታቶምን ድማ ኣብ ዘይተኣፋፊ ኩነታት ኮይኖም ከበድቲ ጉሕለታት ዝፍጽምሉን ብጉልባብ መኸተ ትግራይ ከም ድሌቶም ዝዕንደርሉ ህዝቢ ንመሰሉ ከይሓትትን ከይቃለስን ኣብ ናይ ኲናት ስግኣት ሰማይ ደጊፉ ክነብር ሰፊሕ ምድንጋር ይፍጽሙ ኣለዉ። ንኹሉ ደላይ ለውጢ ብምዃንን ብምብራርን ብምስዳድን ዝፍጸም ዘሎ ፍጹም ጸረ ዲሞክራሲያዊ ጸረ ህዝብን ተግባራትን መላእ ህዝብና ክኹንኖ እቲ ደላይ ለውጢ ድማ ዝያዳ ቃልሱ ክሕይል ከምዘለዎ ብዝርዝር ተራእዩ ኣሎ። እቶም ዝተጠቐሱ ጉዳያት ብዕምቆት ብምዝታይ ትግራይን ተጋሩን ናብ ዝኸፈኣ ጸገም ቅድሚ ምስጥሑ ንዝሓሸ ኩሉ-መዳያዊ ለውጢ ህዝቢ ከም ህዝቢ ተወዲቡ ንክቓለስ ፈጻሚት ጉዳያት ውድብ ስምረት ጸዊዑ ኣሎ። እዚ ኣብ ዝሓጸረ እዋን ክውን ንምግባር ንጹር መስርሕን ኣንፈትን ቃልሲ ብምቕማጥ ምስ ኩሎም ውድባት ፖለቲካዊ ብሓፈሻ ብፍላይ ድማ ምስ ምንቅስቓስ ደለይቲ ለውጢ ትግራይ ብምዃን ቃልሱ ዝያዳ ከም ዘሕይልን ከም ዝረባረብን ብወሳኒ ፈጻሚት ጉዳይ ውድብ ስምረት ህዝቢ ትግራይን ነዚ ፈሊጡ ንዘይተርፍ ዓወት መስርሕ ኣንፈት ቃልስና ብምስዓብ ንኹሉ መዳይ ጻውዒትና ድሉው ክኸውን ደጊሙ ጸውዒቱ ኣቕሪቡ። ኣብ መወዳእታ፣ ቀጻሊ ኣንፈት መስርሕ ቃልሲ እቲ ውድብ ብምቕማጥን ትኹረት ክወሃቦ ንዝግብኦም ወደባት ብምንጻርን ስሩዕ ቤት ጽሕፈት ኣብ ኩለን ከባቢታት ብቕልጡፍ ክኽፈትን ነዚ መስርሕ ቃልሲ ውድብና ንምጥንኻር ኣብ ፖለቲካዊ፣ ስትራተጂካዊ ጉዳያትን ውድባዊ ምዕባለ ሓይሊ ሰብን ሚድያን ኮሙኒኬሽንን ከምኡ'ውን ርክባትን ዝምድናታትን ውሽጥን ወጻእን ብዕቱብ ናብ ግብራዊ ስራሕ ክኣቱ ወሲኑ ኣሎ። ብፈጻሚት ጉዳይት ዝተተሓሓዙ መደባት ናብ ኣባላት ቤት ምኽሪ ውድብ ስምረት ከምዝወርድን ናብ ተግባራዊ ስራሕ ከምዝእቶን ፈጻሚ ጉዳያት እቲ ውድብ ከምዘፍለጠ ተገሊጹ'ሎ። እምበኣርከስ ክቡራትን ፍቱዋትን ተኸታተልትና ንሎማዓንቲ ዝበልናዮም ዛዕባታት እዞም ትሰምዕዎም ዝጸናሕኩም ይመስሉ ነይሮም። ቅድሚ ምውጻኹም ግን ከምቲ ልሙድ እዚ ቻነል ንኽዓቢ እዚ ቪድዮ ድማ ናብ ካልኦት ንኽበጽሕ ላይክ፣ ሼር፣ ኮመንት ብዓቢ ድማ ሳብስክራይብ ምግባር ኣይትረስዑ።